ሰላም ኣሕዋት ኣብ ናይ ለማዓንቲ ቪድዮና ኣብዚ ማሕበራዊ ሚድያ ሓደሽቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ተኹሓሊ ተሳኣሊ ተወልዋሊ ወዲ ኣዳድ
ረይዎም ረይዎም ናይ ገዝኦም ዋይፋይ ወዲኡ ናይ ጎረቤት ዋይፋይ ክጥቀሙ ፍርናሽ ኣብ ደገ ዋጋ ማኢት ኣውፅኦም ኣቤት መከራ
ብዛዕባ እዚኣቶምን ካልኦትን ብሓደ ኮይና ክንርኢ ኢና ሰናይ ምክትታል ዮው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሰይሳን ብምቕፃል ኣብ ናይ ልምዓት ፊልዮና ከም ዝተለመደ ክንሳእ ክንጫወት ክንዘናጋዕ ክንመሃር ፍትሕ ክንብል መዓልትና ክነስተኻኽል ኣብ ቦታና ተረኺና መፂና ኣለና ቅድምና ቪድዮ ናምታይና ግን ነዚ ቻነል ዝሓደሱ ዝኾንኩም ሰባት ተሃሊኹም እንታይ ፅበዩ ኣለኹም ሰብስክራይብ ብምጋር ቤት ዝኾኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ክተፅሕ ስለ ዘለዋ ላይክ ሼር ምጋር ይረስዕ ሰናይ ምክትታል እሽሖት ዘመጅመር ኮንና ብዝንጀምር ታይ ብልና ኣሎ እዚ ክንደይ ሻዕ እየ ክነግረኩም እሺ ሰላማት ኣዋልድ ንጸልኦም ናይ ኣወዳት ስታይል እሺ ሓደ ቆርቋቕ ስረ ካልኣይ
ጥብቕ ዝበለ ቦዲ ቲሸርት ኸምዚ ናይ ምንኣስ ሓውካ ጌርካ ዝመጻኻ ትመስል ናይ ገገሪኹም ተጥዋትኩም ካብ ናይ ደቂ ኣንስትዮ ዝዓበየ እዩ ረጂ ገለ ዘሉ እዩ ዝመስል ብጣዕሚ እዩ ዘጽልእ ሳልሳይ ተጋኒ ተኹሓሊ ተሰኣሊ ተወልዋሊ ወዲ ኣዳድ ራብዓይ ከም ቆለኛ ሕንጃ ምንጂ ዘብዝሕ ወዲ ናይ እዝኒ ናይ ክሳድ ናይ ኢድ ናይ እግሪ ገለ ትገብሩ ብጣዕሚ ነፅልእ ጅንስ ስረ ጌርኩም ወይ ቲሸርት ወይ ሸሚዝ ጌርኩም ሓንቲ ሰዓት ተጌርኩም እኹል እዩ ንብለኩም ኣለና ሰዓት ሺ ሓደ ሰባት እንደ ሻዕ ክነግረኩም ሓቂ ኺ በጃኹም ኣመሓየሽኩም ክርእየኩም ተስፋ ይገብር
እሽሓት ናዛ ሓፍትና ዘረባ ምስ ሰምዕኹም እዩ ማለት ሓቃ እያ እዚ ኣፅብ ኣቢልኩም ጅንሰ ይትከደኑ ዝፀበኩም ቦዲ ትገብሩ ገለ ትኽክል እንድዩ ግን ንሕና ከዓ ኣዋልድ ንፀልኦ ነገር ብዙሕ ኣሎ እዩ ወይ ዘይንዛረብ ስኩፋት ኮይና እምበርሲ

ኣሕዋት እዛ ቪድዮም ዝረኽቦ እዩ ኣነ ሚእቲ ሚእቲ ህበያን እዩኹ ዘቆልዓ ኣረ ሚእቲ ሽሕለ ይግባ እዩ ሰሳትኹም ክንደይ ትዋ ንገሩና እሺ እዚ ድማ ታይሉና ኣሎ ዓገባ ኣባህሉኒ ሓደራኹም ዓገብ እሺ እንታይ ትሪዎም ኣለኹም ትሪዎም ኣለኹም ናይ ገዝኦም ዋይፋይ ተወዲኡ ኣንዳ ጎረቤት ዋይፋይ ኣብ ደገ ወፅም ጥቀሙ ረይዎም ኣቤት ናብራ ካምባላ ረይዎም ረይዎም ናይ ገዝኦም ዋይፋይ ወዲኡ ናይ ጎረቤት ዋይፋይ ክጥቀሙ ፍርናሽ ኣብ ደገ ዋጋ ማይ ተውፅኦ ኣቤት መከራ ኣቤት መከራ ኣቤት መከራ ሓሙሽተ ቴሌፎን ብሓደ ተወሊዐን እንታይ ሰምዑ ኣለዉ እንድዒ ዓባስ ሓወይ ሓሙሽተ ብቻ ይኮና ሽዱሽተ እየን ንስኻ እውን እኮ ወፂኻ ኮለኻ ደገ እሺ ሓቶ እዚ ድማ ተልዮና ኣሉ ንስኹም ከ እንታይ ትብሉ እሺ እንታይ ኣብ ዕስራን ሓሙሽተን ክንደይ ሓሙሽተ ኣለዉ ኣብ ዕስራን ሓሙሽተን ክንደይ ሓሙሽተ ኣለዉ ካብ ሓደ ክሳብ ዕስራን ሓሙሽተን ሲ ክንደይ ሓሙሽተ ኣለዋ እዩ ሓሙሽተ

ዋእ እሞ ትጋገ ኣለኻ እኮ በሃሊ ቁርቲሕልና የለን ድዩ ዋእ ንዕባእ ተደርቢሽካ ኣለኻ ገለ እዩ ዝበሃል እምበር ንዓና ሕጂ ኩለን ኣዋልድ እየን መሃነድ መሃነድ ግን ኣነ እዝግሄር ፈሪሐ ኣይኮንኩን እየ ዝብለን ዋእ ዘፈሩ ይሃል ድሕር ፈጢሩኒ ዘፈሩ ጥራይ ክኾን ዘለኒ ፈትየ ዘፈሩ ዝኾንኩ መሲልኪ ኬን ጥራይ
ሸዋት እዚ ጉዳይ ከቢድ እዩ ማለት ከምኡ ከመጉሰኪ ከሎ ከምዚ ቆንጆ ኢኺ ሽኮር ኢኺ ክብለኪ ከሎ ኖኖ ኣይትጋገ

ናይ ኣቦኻ ማለት ከዓ እኮ ናትካ ማለት እዩ። ኦ ፅቡቕ እንዲኺ ዘለኺ ግን ጨፈፍ ኢሉ ዘጥረየስ ከመይ ድዩ እሞ ናተይ ክኾን ዝኽእል? እቲ ጨፈፍ ዝበሎ እኮ እሞ ንዓኻን ኣሕዋትካን እዩ። ኢ ከምኡ ደይኮነ ወይስ ተጋግየ? ኣሕዋት የብለይን ኣነ ጥራይ እየ ወዲ። ኦ ኣንታ መዓረይ እዚ ዘረባስ ክሳድ ክሳድ ሒዝካዮ በቲ ኮይኑ በትስ ንዓኻ እዩ። ከምኡ ደይኮነ? ሕጂ ግን መሲሎ ማለት ገዛ ዘይብጻሕኪ እወይ ኣንስ ንሽተይ ሸቆላ ኣላትኒ እንታይ ደ ክትሰርሒ
እሺ ኣሕዋት እዛ ቪድዮ ነይኹም ከይቋሪፀያ ማለት ኣብ ቲክቶክ ከማ ተቆሪፀ ኣይረኸበያ ክትሪእዋ ትደልዩ ሰባት ተሃሊኹም ድማ ኣርእስቲ ትፈልጦ ሰባት ተሃሊኹም ንገርዎም ክርእዋ ዝደልዩ ኣሕዋትና ስለዘለዉ ኣብ ኮመንት ኣርእስታ ንገርዎም ኣትዮም ይርእዋ እሺ ኣሕዋት ካብዚ ምቕፃል ዝርእኩም ቪድዮ በይዛኹም ዓቕልኹም ሰብሰብ ብሉ ብፍላይ ድማ ነዲኹም ትፈትዉ ኣዲኹም ቡና ናፍልሐት ክትርእዋ ደስ ዝለኩም ሰባት ተሃሊኹም ዓቕልኹም ሰብሰብ ብሉ ሕረይ ቢል ነዚ ቪድዮ ምስ ረኽቦ ብሓቂ እቲ ናይ ደ እንታይ ብልና ኣሎ ኣይ ሰይጣን ኣብ ቡና ዕግርግር ዝብል ፀላእኹ ይብሎ ስትረዩ እዚ ቪድዮ ከመይ መሲልኩም ኣሕዋት እዛ እነኡ ቡና ተፍልሕላ ወዳ እዩ ኩዕሶ ዝጫወትሎ ሳኡ ቡና ተፍልሕ

ተሕዝነካ ግን ዛኖ ማርያምን ኣታ ሃግደፋ ዋ
ሓሙሽተ ድሕር
ደስ ኢልካ እዚ ደስ ኢልካ ተስፈሳኸ ማለት ውዕዩ ህዝቡና ተልፈሳሱ ከት ኢኻ ክትብል ባይ ደቂ ዓሻ ዓሻ ከስ
ፕራንክ ይበሃል እዚ እንታይ
ፕራንክ

ንገርካ ጌርካ ይቅርታ እዚ እኮ ይቅርታ የብል እዩ ዝሓወይ እዚ የቕትል የባረር ካብ ገዛ ይውፅእ እዩ እንታይ ይኹንካ ማለት ቡና ይትሰቲ ዋላ ሞ ክንብለካ ኢና ችግር የብሉ ግን ቡና ለይሰትለስ ንቡና ንኣብነት ቡና እናፈላሕተ ነይሩስ ተኸብር ኢኻ ዋላ ቡና ይትስተስ ዕግርግር ይግበር እዩ ገለ ትሰብረላ ቅድሚኣ ይግበርሉ ኢልካስ ፕራንክ ኣው ውፃእ በትግራይ ክልል ጥህሎ ኣልወድም ሲል የተሰማው ሰው በሁለት ዓመት እስራት ተፈረደበት።
ኣረ ክንእሶ እዩ ክንእሶ እዩ ክልተ ዓመት ሓሲኹም ወዲኹም ጥሕሎ ይፈቱ ማለት እኮ ረ በስመ ኣም ጥሕሎ ለይፈቱ የታይ ክፍተ ስለዚ ክልተ ዓመት ነሲ ኣስራት ትወሰኽ

ያኽለካ ያኽለካ ዝሓወይ ኣሕዋት እዛ ደርፊ ትፈልጥዋ ተሃሊኹም በይዛኹም ብዛ ንበላ ሕለየለይ ዶ ግደፍለይ ከምኡ ትንገርኒ ክሰምዓ ጸሓፊ ወይ ገጣሚ ናይ ሃገራዊት መዝሙር ኤርትራ ሙሉእ ስሙ መን ይበሃል? ኢሳያስ ወዳ ወርቂ ኣይከሰርናን ደራፊ ድማ ናይ ማርያምሽ ኣታ መልሓስኩም ዶ ከንሽብዮ ድሕሪ 21 ደቂቕሲ ርብዕ ጎደልና 11 ክኸውን እዩ

ናትና ኣይኮነትን ናትና ኢልና ኢና ያ ብኸምኡ እዮም ዘባእሱና ዘለዉ ግን ኣነ ኣብ ኢትዮጵያ ከም ዘላ ዝፈልጥ ምክንያቱ ሳይም ተወጋእና ናብ ዞባና ትነብርስ ኣንታ ልኡል ፈጣሪ ቦይ ነዚኣ ክሰሚዕ ኢልካ ኢኻ ዓቑርካኒ እሺ ኣሕዋት እዛ ቪድዮ ንረኹማ እዩ እስ ዛታ ሽማ ገዛ ክንፈትኑዋ ብለለኹም ኾንኩም እዛ ኣይስልሲ ኣይሰላልሳ ኣይስልሲ ኣይሰላልሳ ግን ቐልጥፈልጥፍልኹም ሸ

ኣቦና ኣንታ ርህሩህ ደላይ ቅስናት ደቁ።
እዚኣ ገዛ ኢልካስ ኣማርር ኣቢልካ ትፈልጥ ዲኻ? ጨሪሰ ካብ ገፊሕ ገዛ ገፊሕ ልቦና ይጥዑም ገፊሕ ገዛ ኣይጽላእን እንድዩ እሱ ኤክስትራ እዩ መሰረት ግን ግፊሕ ልቦና፣ ኦእምሮ፣ ስለ ዝኾነ እንድሕር ኦእምሮኻ ሰፊሕ ኮይኑ ጸልማት ውን ብርሃን ኮይኑ ክረኣየካ ይኽእል ብርክ እቲ ጸልማት ስለ ተዋህበካ በሃላይ እየ። ሕጂ ምናልባት ዘስተማስሉ ገለ እንድሕር ኣለዉ ከዓ ይጋገዩ ኣለዉ ንብሎም ክጸናንዑ ኣለዎም በይኖም ኣይኮኑን ዳርጋ ሰማንያ ህዝቢ ዓለምሲ ኣብ ትሑት መነባብሮ ስለ ዝነብርሲ ትሑት መነባብሮስ ነውሪ ኣይኮነን ማለት እየ። እወ እወ ከምዚ ንዓኻ ተብሂሉ ተዓደለ ዘይኮነስ ዓለም ለኻዊ ካይዳታት እዩ ማለት እየ። እዚ ግን ላዕልን ታሕትን ክህሉ ዝግብኦ እዩ ኣብ ዓለም። እወ ከሕዝነካ ዝኽእል ምናልባት ሸውሃት እዛ ቪድዮ ዝረኹሞ እዩ ማለት ብጣዕሚ እዩ ደስ ልብል ዘተሓሳስኦም ዘረ ለለዎ መመለኻኽታ ብጣዕሚ እዮም ደስ ልብሉና እዞም ሰብኣይ እዞም መመለኽተና ወዲ ጀበሊ ማለት እዩ ሓንቲ ነገር ድማ ካብዚኣ ወሲደታ እያ ትብል ገፊሕ ገዛ ይኾን ይደድሊ ገፊሕ ልቦና እዩ ማለት ገፊሕ ልቦና ታሊካ ኩሉ ዳርጋ ከም ደለካ ቢስ ገፊሕ ገዛ ስለነበርካ ምንም ጥቕሚ ይብሉ እዚኣ ተማሂርና ኒና ናፅል ሓደ ግዜ ኣብ ሓደ እንዳ ፅሉላት ሕክምና ክልተ ዕሩኽ ጃናታት ነይሩ ሕጂ እዞም ክልተ ጃናታት እንታይ ገብሩ ናብቲ ቤት ፅሕፈት ናይቲ ሕክምና ከይዶም ንሓደ ዶክተር እንታይ ብሎ ንሕና ሒሽና ስለ ዘሎ ሓዊና ስለ ዘለና በጃኻ ካብዚ ሕክምና ኣውፀና ብሎ ዶክተር ትቕብል ኣቢሉ እንታይ ብሎም ኦኬ ክንውፃኩም እንተኮይና ክንፍትነኩም ኣለና ፈቲና ክንውፃኩም ኢና ብሎም በቃ ፈትነና ድላይካ ንሕና ሓዊና ኢና ገሩ ኢልዎ ኦኬ ኢሉ ነቲ ሓደ ገንዘብ ሂብዎ እንታይ ኢልዎ ንስኻ ዓዳጋይ ኢኻ ኣብዚ ድኳን ኣቲኻ ደስ ዝብለካ ገዚእኻ ውፃእ ኢልዎ ነቲ ሓደ እንታይ ገይሮ ሸቃጣይ ብውሽጢ እቲ ድኳን ገይሮ ማለት እዩ እቲ ዓዳጋይ እንታይ ገብር ገንዘብ ሒዙ ተኸይዱ ናብታ ድኳን ኣቱ እትው ኢሉ ድንሽ ኣሎ ድዩ ኢልዎ ሕዚ እቲ ብውሽጢ ዘሎ ጃናይ እቲ ብደገ ድዕድግ ዘሎ ከዓ ጃናይ ዶክተር ከዓ ኣብታ ጎኖም እዩ ዘሎ እወ ኣሎ ድንሽ ኢልዎ ሊትሮ ድንሽ በል ሃበኒ ኢሉ ሕጂ እቲ ብውሽጢ ነበረ ሰሓቕ ስሒቑ ገለ ስቕ ኢለ ድንሽ ኣሎ ኢለካ እምበር የለን ኢሉ ሰጒዎ ሽዑቲ ዶክተር ከይዱ ነቲ ብደገ ንብረት ኣይሉ ኦኬ ስኻ ኣይሓሸካን ደሎ ክጸኒሕ ኢኻ ኣብዚ ሕክምና ምክንያቱ ድንሽ ሊትሮ ሃበኒ ኣይበሃልኒ ኪሎ ሃበኒ ክልተ ኪሎ ሃበኒ እዩ ዝበሃል ስለዚ ኣይሓሸካን ክጸኒሕ ኢኻ ኢሉ ናብቲ ሓደ ከይዱ እንታይ ኢሉ ከመይ ጌርካ ዳ ፈሊጥካያ ዳ ሊትሮ ድንሽ ከም ደይበሃል ከመይ ካ ስዒርካዮ ገለ ተብሎ ስታይ ኢልዎ መትሓዚ ጥርሙዝ ደየምፀስ ሊትሮ ድንሽ ይብለኒ ኢልዎ ክልኣ ክልቴኹም ጸንሑ ኢሉ መሊስዎም ይብለኩም ወይዘሮ ባህርዛፍ ምናልባት ከይትጸልይዮ ደኣ እምበር እዞም ተኸታተልትና ክስሕቁ እዮም ዝደልዩ ክዘናግዑ ደልዩ እዮም ሓቆም እስኪ እዛ ናይ ፓስታ ሓደ እዋን ዘጋጠመትኪ ዘዕለልክና እስኪ ኣካፍልዮም እስኪ ነዞም ተኸታተልትና ሓደ ግዜ እ፣ ንኦሮታ ይኸይድ ሕክምና ኣሎራ ካብ ንግሆ ከይበላዕኺ እ፣ ንጥሞ መርመራ ክንገብር እብሉኒ እወ ሕጂ ምስ ጓለይ ኮይና ሎራ ዕድመ ምካድና ስጎ ንስራሕ እሞ እብላ ምጺኢና ፓስታ ንብስል እብላ ሃራይ ተባሂልና ኣብቲ ሕክምና ኣቲና ፕሮፈሶረ እዩ ድሪኤኒ ነይሩ ኣሎራ ቬርሶ ለ ሴተ ኢሜጃ ሆን ምሸት ንወጽእ ክንወጽእ ከለና ሓንቲ ኬስ ኮላ ብኣ ስብዚኣ ፓስታ ክንጠየና እትው ተበልና

ፍሉጥ እዩ እኮ ንዓይ እዮም ዝሓምዩ ዘለዉ ብዛዕባ እዮም ዝዛረቡ ዘለዉ ኢልካ ካብ ምጭናቕ ነቲ ዘሎ ኩነታት ኣስተማቒርካ ዋው ሎሚ መዓልቲ ከመይ ዝበለ ጽቡቕ መዓልቲ እዩ ደስ ዝብል እዩ ብምባል መዓልትኻ ኣስተማቕሮ በቲ ዝስራሕኩ ስራሕ እዮም ዝላገጹ ዘለዉ ዝስሕቑ ዘለዉ ኢልካ ካብ ምጭናቕ ነቲ ዝስራሕኻዮ ስራሕ ባዕልኻ ኣድንቆ ንነብስኻ ድማ ባዕልኻ ንኣዳ ብነብስኻ ድማ ሕጉስ ኩን በቲ እስኻ እትኽደኖ ኣከዳድና ክትዓግብ ኣለካ ከምዚ ድየ ዘለኹ ከምዚ ድየ ዘለኹ ኢልካ ካብ ምምራር ወይ ድማ ርእሰ ምትእምማንካ ካብ ምጥፋእ ከምዚ ትሪእዎ ዘለኹም ዋው ብጣዕሚ ጽቡቕ ኣለኹ ኣነ ንነብሰ እየ ዝመስል ብነብሰይ ዕጉብ እየ ብምባል ብነብስኻ ዕግበት ከም ዘለካ ንነብስኻ እውን ክትነግራ ክትክእል ኣለካ ብዛዕባ ኩሉ ነገር ምጭናቕ ገዲፍካ ብዛዕባ ኩሉ ነገር ምሕሳብ ገዲፍካ ንነብስኻ ምስ ትኣምን ብነብስኻ ምስ ትተኣምን ሽዑ ኢኻ እስኻ ናጻ ትኸውን በቃ ናጻ ትኸውን ህይወትካ ጽቡቅ ጌርካ ተስተማቅራ ምንባርካ ጽቡቅ ጌርካ ተስተማቅር ማለት እዩ ነቲ ብሓጺር ቃል ዝገለጽኦ ኣስፋሕ ኣስፋሕ ኣቢለ ክገልጾ ፈቲነ ናይ ቀዳመ ሰንበት ከምዚ ዓይነት ከጋብዞም ብምባሌ ኣይተስተዋዕልዋ ኢኹም። እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሻብ እዚ ዝረኹም ሰዓት ተሃሊኹም ብጣዕሚ እየ ዝፈተኩም ብጣዕሚ እየ ዘመስግነኩም ኣብ ቀፃሊ ብካልእ ቪድዮ ክሳብ ንራኸብ ልቢ ዘለኹም ሰላም ኩንለይ ይመችኹም